ኣብ ክንዲ ነቲ ከምዚ ዝመሰለ ዝህንደድ ዘሎ ሓይሊ ኣደብ ግበሩ ምባል ኣብ ልዕሊ ህወሓት ኣሜሪካ መንግስቲ ይኹን ኣውሮፓ ሕብረት ዘውፅዎ መግለፅታት ኣሎ። ህወሓት ነቲ ዘውፅዎ መግለፅታት እግሪ እግሪ እዩ መልሲ ዝህብ ዘሎ። ስለዚ ኣቐዲሙ ሓበሬታ ንህዝቢ ተዝህብ ዶ ትኽክል ኣይምኾነን? እዚስ ናይ ሚድያን ናይ ዲፕሎማስን ድኽመት ከምዘሎ ዶ ኣይኮነን ዘርእይ? ዝብል ዝቐረበ ሕቶ ኣሎ። ትኽክል እዩ ዝናይ ኣፍሪቃ ሕብረት እዞም ኣውሮፓ ሕብረትን ኣሜሪካን መግለፅታት ኣውፅኦም ኣለዉ መግለፅታት ናብ ኩናት ኣይትእተዉ ማለት ነቲ ሰላም ኣይትዕንቅፉ ዝብል መልእኽቲ ዘለዎ እዩ ንሕና ከዓ መልሲ ሂብና ኢና እቲ ዝሃብናዮ መልሲ ናይ ኣፍሪቃ ናይ ኣውሮፓ ሕብረት ይኹን ናይ ኣሜሪካ እንታይ እዩ ነቲ በደለኛ ገዲፎም ነቲ በደለኛ ነቲ ገበን ዝፍጽም ዘሎ ገዲፎምስ ነቲ ዝብደል ዘሎ ክቐጽዑ እዮም ዝፍትኑ ዘለዉ እዚ ትኽክል ኣይኮነን ኢልና ገሊጽናሎም ኢና ኣብቲ ናይ ኣሜሪካ እንታይ እዮም ዝብሉ ሃርድላይነርስ ሃርድላይነርስ ንዝኾኑ ክንቀጽዕ ኢና ናይ ቪዛ እዮም ዝብሉ እንታይ እቲ ቪዛ ናይ ቪዛ ሬስትሪክሽን ወይ ቪዛ ምኽላእ ንዘይደልይዎ ሰብ ፖለቲካ እዩ ትርጉሙ እምበር ናይ ብሓቂ ኣሜሪካ ክኸይድ ደልዩ ሰብስ ክኽልክልዎ ኢሎም ኣይኮኑ ይፈልጡ እዮም እንኳን ኣሜሪካ ክንከይድስ ኣዲስ ኣበባ እውን ከምዘይንኸይድ ይፈልጡ እዮም ክነዘራርበኩም ኢሎምና እውን ንሕና ነዲስ ኣበባ ኣይንኸድን ኢልናዮም ኢና። ኣዲስ ኣበባ ኣይንኸድን፣ ክንዛተ ክንደራደር ተኾይንና እውን ኣብ ካሊእ ኣብ ሳልሳይ ሃገር ከይንና ኢና ንደራደር እምበር ነዲስ ኣበባ ኣይንኸድን ኢልናዮም ኢና። ስለዚ ነዲስ ኣበባ እውንስ ከምዘይንኸድ ይፈልጡ እዮም፣ እንኳን ቪዛ ሒዝና ናብ ኣሜሪካ ክንኣትው ማለት እዩ። ፖለቲካ እዩ እቲ ዝዓበየ መልእኽቲ እዮም ከሕልፉ ደልዮም ነቲ ትኽክል ኣይኮነን ግን እቲ ዝርደአና ንሕና ከምኡ እዩ ሃርድ ላይነር ዝብል ዘቕረብዎ ነገር እንታይ እዩ ኣብቲ ኣብ ውሽጢ ህወሓት ዝተፈላለየ ዓይነት መሪሕነት የብልናን ውድብ ከም ውድብ ከም ህወሓት ንፍለጠሉ ነገር ኣሎ። ሰብ መትከል ኢና፣ ውድብ መትከላዊ እዩ፣ ፕሪንሲፕልድ እዩ። እዚ መለለይ ናይ ህወሓት እዩ። ንፋስ ናብ ዝበሎ ሸለውላጋ ዝብል ኣይኮነን ውድብ ህወሓት። ዝኣምነሉ ነገር ብግልፂ የቕምጥ፣ ዘይኣምነሉ ነገር ብግልፂ የቕምጥ። እዚኦምን እዚኦምን ቀይሕ መስመር እዮም ኣይሰግሮምን ይብል። ኣብዚኦምን ኣብዚኦምን ግን ክደራደር ይኽእል እየ፣ ክዘራረብ ይኽእል እየ ይብል። ከምዙይ ዝበለ ባህሪኡ ዘገልፅ እዩ። እቲ ናይ ህወሓት ባህሪ እዚ እዩ። ፕሪንሲፕል ድዩ ሃርድ ላይነር ዝብል ነገር እንታይ እሞ ክብሉ ኣብ እምነቱስ ጸኒዑ እዚኣ እየ ዝብል በቃ ኢሉ መትከል ሒዙ ደው ዝብል መትከላዊ ማለት እዩ። ስለዚ ብድምር ናይ ሕወሓት መሪሕነት መትከላዊ እዩ። ክፈላልዩ እንተፈተኑ እውን ኣይኾነሎምን። እንድሕር መትከላዊ ዘይኮይኑ ኣባል መሪሕነት ሕወሓት ኣይኸውንን። ንፋስ ናብ ዘበሎ ዘብል ሓንሳብ ምስቲ ሓንሳብ ምስቲ ዝብል ናይ ሕወሓት መሪሕነት ክኸውን ኣይኽእልን። ብዝኾነ ኣጋጣሚ ናይ ሕወሓት መሪሕነት ክኸውን ተኽኢሉ እኳስ ነዊሕ ኣይፀንሕን። እቲ ናይ ሕወሓት ባህሪ ንኸምዙይ ዝበለ ኣመራርሓ ዝሽከም ኣይኮነን። ስለዚ ንውልቀ ሰባት ኣይኮነን እቲ ኣሕሊፎሞ ዘለዉ መልእኽቲ ንውድብ ከም ውድብ እዩ። ከም ውድብ ንሕወሓት ቅዋም ዘይብሉ መትከል ዘይብሉ ናብቲን ናብቲን ዝላጋዕ ክኸውን ይደልይዎ ኣለዉ ኣይኸውንን ከኣ ንሱ። ከምኡ እንተኾይኑ ሕወሓትነት ኣቋሪፁ ኣሎ ማለት እዩ። ስለዚ እንታይ ኢና ጌርና? ንሕና ኣብ ሉኣላዊነትና ኣይንደራደርን ኢልና። ሕዚ እውን ኣይንደራደርን። ሕዚ እውን ኣይንደራደርን። ቪዛ ምኽልካልስ ይትረፍ ካሊእ ተዝገብሩ እውን ኣብ ሉኣላዊነትና ኣይንደራደርን። ኣብ ናይ ህዝቢ ትግራይ መሰረታዊ ረብሓታት ኣይንደራደርን። ናይ ህዝቢ ትግራይ ህልውና ንምርግጋፅ ኣንፃር ጀኖሳይደር ዝግበር ቃልሲ ሕዚ እውን ኣይንደራደርን ሳዕ መወዳእታ ክንቃለስ ኢና እሱ ጥራሕ ኣይኮነን ህዝቢ ትግራይ ነዊሕ ቃልሲ ዘካየደ ህዝቢ እዩ ናይ ቅድሚኡ ዝነበረ ክገድፎ እሞ ዝሓለፈ ሓምሳን ሓደን ዓመታት መሪሕ ውድቡ ህወሓት እንዳተመርሐ ዘካየዶ ቃልሲ ናይ ባዕሉ ዕድል ባዕሉ ንክውስን እዩ። ባዕሉ ንባዕሉ ንክመሓደር፣ መፃኢኡ ባዕሉ ንክውስን ዝተቓለሰ ህዝቢ እዩ። ኣብዚ እውን ኣይንደራደርን። ናይ ህዝቢ ትግራይ ናይ ባዕሉ ዕድል ባዕሉ ናይ ምውሳን መሰል ሙሉእ ንሙሉእ ንክረጋገፅ፣ ባህግታት ናይ ህዝቢ ትግራይ ብናይ ህዝቢ ትግራይ ውሳነ ንክረጋገፅ ኣይንደራደርን። ኣብዚ ዘይምድርዳር ዘቕፅዕ እንተኮይኑ ክንቅፃዕ ኢና። ከቕፅዕ ይግበኦን ከምዚ ኢልካ ምቅላስ ንህዝብኻ ረብሓ ጠጠው ምባል ክቅፃዕ ኣይግበኦን ንሶም ባዕሎም ኣሜሪካውያን ንናሽናል ኢንተረስቶም እኮ ኣሕሊፎም ኣይህቡን ከምቲ ንሳቶም ንናይ ባዕሎም ሃገራዊ ረብሐኦም ኣሕሊፎም ዘይህቡ ንሕና እውን በቲ ዓቅምና ኣብታ ትግራይ ንናይ ህዝብና መሰረታዊ ረብሓ ኣሕሊፍና ኣይንህብን። ስለዚ በዚ ዝመፅእ ነገር ለውጢ ክመፅእ ይኽእል እዩ ዝብል እምነት የብለይ። ክኣምንሉ ክርእይዎ ዝግባእ ነገር ግን ህወሓት ይኹን ብድምር ክርኢ እንተለና ናይ ትግራይ ናይ መኸተ ዓቕሚ ከም ውድብ ከም መንግስቲ ከም ሰራዊት ናይ ትግራይ ኩልና ብኣውርኡ ድማ ህዝቢ ትግራይ ህዝቢ ከም ህዝቢ ማለት እዩ ዓብዪ ናይ ሰላም ሓይሊ እዩ። ኣነ ማለት ከም ህወሓት ከም ዝርደአና ኣሜሪካ ኣብዚ ከባቢ ሰላም ክህሉ ይደልዩ፣ ኩናት ክህሎ ይደልዩ፣ ናይዚ ከባቢ ምርግጋዕ ክህሉ ይደልዩ ዝብል እምነት ኣለና። ኣብዚ ከባቢ ምርግጋዕ ንክፍጠር ምስ ህወሓት ሓቢሮም ምስራሕ እዩ ዝጠቕሞም ኢና ንብል። ንህወሓት ብምፍርራሕ ከምዚ ክንገብረኩም ኢና ገለ እሱ ኣይኮነን ዘዋጽእ። ኣብቲ መልስ ኣብቲ መልእኽትና እውን ብግልጺ ኣሕሊፍና ኢና። ሓቢርና ክንሰርሕ ንደሊ ኢና። ንሕና ሰላም እዩ ቅድሚ ኩሉ ከም መትከል ንወስዶ። ስለዚ ሓቢርካ ምስራሕ እዩ ዝበለጸ ዝጠቅም ዝብል ነገር ሒዞም ካብ ብዘይኮነ መንገዲ ከምዚ ጌርና ምስ ኣፍእን ተፋራሪሕና ወይ ካሊእ በዚ መንገዲ እዚ ኣቢልና ረብሓና ክንረጋግፅ ንኽእል ኢና ኢሎም ብጌጋ ዝኸድዎ እሱ እንተተኣረሙ ይሓይሽ ዝብል ርእይቶ እዩ ዘለኒ ማለት እየ። ናይ ኣፍሪቃ ናይ ኣውሮፓ ሕብረት ድማ ተማዓዳዊ ዝኾነ ካውንስል ኣይተ መስርቱ ዓይነት እዩ ዘሎ እቲ ዘውፅእዎ መግለፂ። መን ቤት ምኽሪ ነይሩ እዩ ተማዓዳዊ ገይርና እውን ክርደኣና ኣይከኣለን። ግዝያዊ ምሕዳር ትግራይ እዩ ነይሩ እምበር ተማዓዳዊ ዝበሃል ቤት ምኽሪ እውን እኮ ኣይነበረናን። ናይ ሓበሬታ ጌጋ ድዩ እንታይ እዩ እውን ክርደኣና ኣይከኣለን። ዝኾነ ኮይኑ ግን እቲ ክገብርዎ ዝግባእ ዝነበረ ንሕና ብተደጋጋሚ ተደጋጋሚ ኩናት ምድላው ይግበር ኣሎ ደው ክብል ግበርዎ ህዝቢ ትግራይ ሰላም እዩ ዝደሊ ኣብ ርእሲ ናይ ዝሓለፈ ሽግርን መከራናን እንደገና ናብ ኩናት ክንኣቱ ኣይንደልን እንዳበልና እንዳነገርናዮ ምንም ዓይነት ነገር መልሲ ኣይሃቡን ነይሮም እዚ ምስቲ ኣቐዲሙ ሰኣን ሓበሬታ ምሃብ እግሪ እግሪ ምግላፅ እዩ ምስ ዝብል ኣታሒዘ ክሪኦ ከለኹ ነቲ ዝሃብዎ መግለጺ ዘለና ቅዋም እንታይ ከም ዝኾነ ክንዛረብ ግድን እዩ። መግለጺ መልሲ ንህብ ግቡእ እዩ ነይሩ። ግን ስለ ዘይንነግሮም ዝነበርና ግን ኣይኮነን። ብተደጋጋሚ መንግስቲ ኢትዮጵያ ዝገብሮ ዘሎ ናይ ኩናት ምድላው እቲ ናይ ስምምዕ ፕሪቶርያ ተጣሒሱ ኣብ ሓደጋ ይኣቱ ምህላው እሞ ኣፋፃፅማ ስምምዕ ፕሪቶርያ ዝምልከት ፓነል ሕብረት ኣፍሪቃ ዝበሃል ክስየም፣ ክግምገም፣ ኣፋፃፅምኡ ዝምልከት ብተደጋጋሚ ብተደጋጋሚ ብተደጋጋሚ ሓቲትና ኢና። ብተደጋጋሚ ዕላዊ ዝኾነ ደብዳቤታት ናብ መንግስቲ ኣሜሪካ፣ ናብ ሕብረት ኣውሮፓ፣ ናብ ዝተፈላለዩ ዓድታት ናይ ኣውሮፓ፣ ናብ ኣፍሪቃ ሕብረት ተደጋጋሚ ዕላዊ ደብዳቤታት ህወሓት ፅሒፉ እዩ። ተደጋጋሚ ማለት እዩ። ከም ህወሓት ሰሙናዊ መልእኽቲ ኣለና። ኩሉ ግሳ ኣብ ሰሙን ሓደ ግዜ ነውፅኦ። ኣብ ሰሙናዊ መልእኽትና እዚኣ ዝምልከት ከይተዛረብና ሓሊፍና ኣይንፈልጥን። ስምምዕ ፕሪቶርያ ይጠሓስ ኣሎ። ናይ ኩናት ሃዋህው እናዓበየ ይኸይድ ኣሎ። ነቲ ኩናት ዝገብር ዘሎ ሓይሊ ኣደብ ግበር በልዎ፣ ነቲ ዝዳሎ ዘሎ ሓይሊ ኣደብ ግበር በልዎ ዝብል ደጋጊምና ደጋጊምና ንገልጽ ነይርና ኢና። ስለዚ ሰኣን ንዓኣቶም ምዝራብ እዩ ዝብል ስቡእ ኣይኸድን፣ ትኽክል ኣይኮነን። ንሳቶምከ እንታይ ከም ዘሎ ባይታ ጠፊእዎ ድዩ? ጠፊእዎም ድዩ? ኣይጠፍኦምን። ታይ እናገበረ ይውዕል መንግስቲ ኣሜሪካ ጠፊእዎም ድዩ ኣይጠፍኦምን ስምምዕ ፕሪቶርያ ጥሒሱ ዝኩሉ ነገር ዝገበሮ ጠፊእዎም ድዩ ኣይጠፍኦምን ፈራሚ ውድብ ሕወሓት ናይ ስምምዕ ፕሪቶርያ ኣይፈልጠካን ከምዝበሎ ቦርድ መረፃ ኣቢሉስ ምንጋር ንባዕልና ንሕና እውን ነጊርናዮም ኢና ግን ብናይ ባዕሎም መንገዲ እውን ይፈልጥዎ እዮም ህወሓት ዘይብሉ ንሓደ ዓመት ወሲኸልካ ኣለኹ ስልጣን ግዜኻ ምባል ናይ ትግራይ ግዝያዊ ምምሕዳር ፕረዚደንት ዝነበረ ስምምዕ ፕሪቶርያ ምጥሓስ ምዃኑ ጠፊእዎም ድዩ? ኣይጠፍኦምን። በጀት ምኽልካል፣ ዕፅዋ ኣብ ልዕሊ ትግራይ ምፍፃም፣ ነዳዲ ምኽልካል፣ ካልኦት መሰረታዊ ሸቐጣት ናብ ትግራይ ከይኣቱ ምግባር እዚ ስምምዕ ፕሪቶርያ ምጥሓስ ምዃኑ ጠፊእዎም ድዩ? ኣይጠፍኦምን። ንናይ ትግራይ ሓይሊ ብሓይሊ ንምምካት ሸፋቱ መንግስቲ ኢትዮጵያ የዕጥቅ ከም ዘሎ፣ ኣንጻር ትግራይ ዝኾኑ የዕጡቖም የሰልጥኖም ከም ዘሎ ንሕና እውን ነጊርናዮም፣ ንሳቶም እውን ኣይጠፍኦምን። ስለዚ ናይ ሓበሬታ ክስታይ ኣይኮነን፣ ናይ ሓበሬታ ጋፕ ምህላው ኣይኮነን ትኽክል ኣይኮነን እቲ ዝገበርዎ ነገር ግን ናቶም ሃገራዊ ረብሓ ወይ ናሽናል ኢንተረስት በቲ መንገዲ ንሱ ዝማላእ ኮይኑ ተሰሚዕዎም ገይሮሞ ኣለዉ ግን ንሕና ኣይ ኣንጻር ናይ ባዕልኹም ረብሓ እዩ ከምኡ ኣይኮነን ዝብል መልሲ ኢና ሂብና ዘለና ማለት ትኽክል ኣይኮነን። ኣብዚ ዓዲ ኣብዚ ከባቢ ሰላም ክፍጠር ተኾይኑ ንኹሎም ተዳዳርርቲ ኣካላት ማዕረ ረኣይዎም። ኣብ ልዕሊ መንግስቲ ኢትዮጵያ ክትፈጥርዎ ዝግባእ ፅዕንቶ እውን ፍጠሩ። ናይ ሰላም ጠንቂ ሰላም ከይህሉ ኣብ ሙሉእ ኢትዮጵያ ኣብ ትግራይ ጥራሕ ዘይኮነስ ሙሉእ ኢትዮጵያ እንድዩ ዝሕመስ ዘሎ ኣብ ሙሉእ ኢትዮጵያ ንኹሉ ዝተቃወሞ ብሓይሊ ክጭፍልቀካ እየ እንዳበለ ትግራይ ጥራሕ ዘይኮነስ ኣምሓራ ኦሮሞ ቤንሻንጉል ካሊእ ኩሎም ከባብታትና ኢትዮጵያ ናብ ዓብይ ክስታይ ኣእትይዎም ዝኒሀ በቢከባቢኡ ውግኣት ክህሉ ገይሩ ዝኒሀ እቲ ኣብ ስልጣን ዘሎ ሓይሊ እዩ። እዚ ዜሩ ዜሩ ነታ ዓዲ ዝብትን እዩ። ኢትዮጵያ ካብ ምብትታን ክተድሕንዋ እንተኮይንኩም ኣደብ ግበር በልዎ ነቲ ኣብ ስልጣን ዘሎ ሓይሊ። ዝተፈላለየ በደል በፂሑኒ ኢሉ ንዝሓተተ ብሓይሊ እናጨፍለቕካ ኣይኸውንን ኣይኸውንን ብሓይሊ ኣይግዛእን ህዝቢ ዝብል ደጋጊምና ኢና ንነግሮም ነይርና። ስለዚ እቲ ሓበሬታ ፀገም ዘይኮነ ብዘይኮነ መንገዲ ትኽክል እዩ እቲ ውሳኔኦም ኣይንብልን። ጠቅም መሲልዎም ገይሮሞ ክኾኑ ይኽእሉ ኣይጠቅምን ኢና ግን ንብል ንሕና ማለት እዩ። ኣይጠቅምን እንዲያውም ዝገደደ ተስፋ ሲእኑ ሰብ ከብኣቶም ናብ ኩናት ክኣቱ እውን ዝደፋፍእ እዩ እቲ ናቶም ተግባር ማለት እዩ። ትኽክል ኣይኮነን እቲ ዝገበርዎ ነገር። ስለዚ ናብ ዘይኮነ መንገዲ ክድፋእ ኣይትግበሩ ትኽክል ኣይኮነን ንሕና መሰልና ኢና ንሓትት ዘለና። ዓብይ ነገር እውን ኣይሓተትናን ከም ትግራይ መሰልና ይተሓለወልና እዩ ሉኣላዊነትና ይተሓለወልና እዩ ከም ተጋሩ ብሰላም ንንበር እዩ ካሊእ ዝበልናዮ ነገር የለን ስለዚ ነዚ ሕቶ እዚ ክምልሱ ዘይከኣሉ ዘይከኣለ መንግስቲ ገዲፎም እሞ ኣብ ልዕሌና እዚ ኩሉ ግፍዒ እናፈፀመ ብጣዕሚ በደባባይ ማለት እዩ ንዕኡ ክንዲ ምቕፃዕ ከምዚ ምግባሮም ትኽክል ኣይኮነን ማለት እዩ እዚ ኮይኑ ግን ኣብ ሚድያን ኣብ ዲፕሎማስን ሽግር የብልናን ንክብል ኢለ ግን ኣይኮንኩን ትክክል ኢካ እቲ ዘልዓልካዮ ናይ ሚድያ ስራሕትና ብጣዕሚ ድኩም እዩ ካብ ሕዚ ንድሕሪት ደኮን መልክዕ እናሓዝና ንከይድ ንብል እምበር ሚድያታትና ኣኮነን ንባዕለን ዝባላዓ ሚድያታት እየን ዘለዋና ኣብ ክንዲ ናይ ህዝቢ ትግራይ ቃልሲ ዘጣናክር ንቅድሚት ዝወስድ ናይ ህዝቢ ትግራይ ሓቦን ናይ ቃልሲ ወነን ዘለዓዕል ቃል ናይቲ ህዝቢ ኮይነን ድምፂ ናይቲ ህዝቢ ኮይነን ፀገም ናይቲ ህዝቢ ዘቃላሓ ሚድያታት ኣብ ክንዲ ዝኮና ብዝተፈላለየ መልክዕ ነዚ ኣንጻሩ ዝኾነ ተግባር እናፈጸማ ዝጸንሓሉ ኩነታት ኣሎ እዩ። ነቲ ሚድያ ብደንቢ ጌርካ ኣብ ምምራሕ ድኽመታት ኣሎ ዝብል ትኽክል እዩ። ዲፕሎማሲ እውን ተመሳሳሊ ዲፕሎማሲ ብማለት ንሕና ከም ሓንቲ ክልል ስለ ዝኾንና ከም ሃገር ኮይንና ናይ ዲፕሎማሲ ስራሕ ክንሰርሕ ኣይንኽእልን። ግን ጉዳይና ብዝተፈላለዩ መንገዲ ናይ ዓለም ማሕበረሰብ ክፈልጠልና ግን ብዝተፈላለዩ መንገዲ ንቃለስ ኢና ንሰርሕ ኢና። ኣብ ከምዙይ ዝመሰለ ስራሕ ዝግባእ ክብደት ሂብካ ኣብ ምምራሕ ይኹን ብተግባር ኣብ ምንቅስቃስ ግን ክፍተት ኣለና እዩ እቲ ዝበልካዮ ብፍላይ ኣብ ወፃኢ ናይ ዲያስፖራ ወገንና እንተወሲድና ኮይንና ቅድሚ ሕዚ ኣብቲ ናይ ቅድም ኢሉ ዝነበረ ቅድሚ ናብ ከምዙይ ዝበለ ናይ ዝሓለፈ ሰለስተ ዓመትን ገለን ዝኾነ ሕምስምስ ቅድሚ ምእታውና ንህዝቢ ትግራይ ዝበፅሖ ዝነበረ ግፍዕን በደልን ክቃላሕ ብምግባርን ናይ ህዝቢ ትግራይ ኹነታት ዓለም ክፈልጦ ብምግባር ብጣዕሚ ሰፊሕ ስራሕ ዝሰርሑ ዝነበሩ ኣብ ወፃእ ዝነብር ዘሎ ትግራዋይ እዩ። ሕዚ እውን ከምኡ ዝበለ ስራሕ ክሰርሕ ምኸኣለ። ናይ ፓብሊክ ዲፕሎማሲ ምስ ዝተፈላለዩ ኤምባሲታት እንዳኸደ ይኹን ዝተፈላለዩ ናይ ፅልዋ ክፈጥሩ ዝኽእሉ ኣካላት እንዳረኸበ ናይ ትግራይ ጉዳይ ክርዳእ ብምግባር ኣፅዒቕና ክንሰርሐሉ ዝግበእና ነገር እዩ። ኣብኡ ኽፍተት ኣለና እዩ። ክንሪኦ ዘለና ነገር ኣሎ እዩ። ኣብ ልዕሊ ህዝቢ ትግራይ ጀኖሳይድ ተፈፂሙ ኢልና ኢና ንኣምን። ኣብ ልዕሊ ህዝቢ ትግራይ ጀኖሳይድ ተፈፂሙ እዩ ዝብል እምነት ዘለዎም ኣብ ዝተፈላለየ መድረኽ እውን እዚ ኬዝ እዚ ዘቕርቡ ወገናት ኣለዉ፣ ዝተፈላለዩ ናይ ወፃእ ዜጋታት ማለት እዩ። ነዚኣቶም ሒዝካ ንዓኣቶም እናደገፍካ ናይ ትግራይ ጉዳይ ዓለም ማሕበረሰብ ቀልቢ ክህልዎ ንምግባር ክስራሕ ምተኻእለ ነይሩ። ስለዚ እቲ ሚድያ ን ዲፕሎማስን ክንድቲ ዝግባእ ኣይተሰርሐን ዝብል ትኽክል ኢኻ። ክብደት ሂብና ክንሰርሐሉን ክንጥምቶን ዝግበእና ነገር እዩ።